ቀጥታ ሕጂ ናብታ ዛንታ እየ ክኣቱ። እዚኣ ምናልባት ተዋሂባትኩም ኣላ ብወረቐት ዛንታ እያ ሰሚናር ኢሎማ እምበር ዛንታ እዩ። ስለዚ ኣነ ዛንታ ከዕልለኩም እየ፣ እስኹም ከዓ ክሰምዑ ንጥራሕ እየ ዝላቦ። ወደሓንኩም ሌላና ምስ ገነት ወተሃደራዊ ታዕሊም ዛዚምና ኣብ መፋርቕ ሽሕን ትሽዓተ ሚእትን ሰብዓን ትሽዓተን ናብ እንዳ ሰንቂ ቀብርወኦት ምስ ተጸንበርናዮም እዩ። እታ ብሓባር ንክድ ክደና ዝተዋህበትና ሓንቲ ኮበርታ ከኣ ምንጪ ምቅርራብና ነበረት። ቀልጢፍና ክንወሃሃድ ግዜ ወሰድናን ምስ ገነት። ሕዉስ ባህርያት ገነት ደኣ ግዲኡ ተጻዊቱ ኸውን እምበር ኣነስ ቀልጢፈ ምስ ሰባት ዝላለ ኣይነበርኩን። ገነት ቀጣን ጸላም ቁመታ ማእከለይቲ ጸጉራ ኮርዳድ ኮይኑ ኣዒንታ ፍሩያት እየን። ውዕይትን ሕውስትን እያ። ምስ ነፍሲ ወከፍ እተውጽኦ ቃል ከኣ ሰሓቕ ትሕውስ። በዓል ኣዕሊላትካ፣ ንስኻ ከይሰሓቕካ ቅድሜኻ ስሕቕ። ገሊኡ ቃላት ኣብ ሰሓቕ ስለ ዝቆራረጽ ነቲ ትብሎ ዘላ እውን ብንጹር ኣይትሰምዖን ኢኻ። ዝገርመኒ ዝነበረ ጠባያ እዩ። ዝበዝሕ ግዜ ብዕላላ ዘይኮነስ ብሰሓቓ እየ ዝስሕቕ ዝነበርኩ። ኩርዓን ሰሓቓን ጥቓጥቓ እየን። እንተኾርያ ከኣ ኣይንርኣዮ ሕትም እያ ትብል ሽዑ ዓቕለይ ጸበኒ ኮራይ ሰብ ዘይፈቱ እኳ ተኾንኩ ንገነት ግን ብኸመይ ምዃኑ እንድዒ ዋላ እንዳኾረየት እየ ዝፈትዋ ዝነበርኩ ካብ ቀብርወት ናብ ሓሊበት ምስ ገዓዝና ኣብ መሳርዕ ቅድሚ ምፅንባርና ሓንቲ ከዲም ተጋዳሊት ነተን ሓደስቲ ኣከበትና ክትዛረብ እንከላ ፍሽኽ እያ ትብል ኣብ ገድሊ ኣጆኹም ዝብል ኣቦ ወይ ኣደ የለን። ንሓድሕድና ኢና ወላድን ውሉድን ንኸውን። ስለዚ ምስ ኩሎም ብጾትክን ተረዳድኣ፣ ዘይተረዳእክን እንተሎ ከኣ ሕተታ ኢላ ንኹልና ጠመተትና። ሕማቕ እናተሰማዓክን ስቕ ኣይትበላ፣ ንዝረኣኽንኦ ጌጋ ንቐፋ፣ እንተ ተጋጊኽን ከኣ ትንቀፋ ማለት እዩ። ዋላ እተ ተነቐፍክን ግን ሕማቕ ክስምዓክን የብሉን፣ ነቐፌታ መነጻጽሂ ስለ ዝኾነ። ከም ደቂ ኣንስትዮ መጠን ከዓ ኣባኽን ዝኾነ ይኹን ድኽመት ክረአ የብሉን ኣጆኹን በለትና ኩሎም እቶም ቅድሜና ዝፀንሑ ተጋደልቲ ኣጆኹን ኣጆኹ እዮም ዝብሉኻ ብሓቂ ከዓ ተስፋ ኮይኑና ነበረ ኣዘራርባኣ ተሪርን ርጡብን ስለ ዝነበረ ከምኣ ክትከውን እተብህግ እያ ብድሕሪኡ ምስ ገነት ነናበይኑ መሳርዕ ተመደብና ከምቲ ንደልዮ ስለ ዘይንራኸብ ከኣ ኣዚና ንናፋፈቕ ነበርና ንሓሊበት ኣብ ዝገዓዝናሉ እዋን ጽዑቕ ኣካዳሚ ፖለቲካዊ ትምህርቲ ከምኡውን ንጥፈታት ባህልን ስፖርትን ጸንሓና ኣብቲ ግዜ እቲ ኣብ ሙሉእ ውድብ እዩ ከምኡ ዓይነት ንጥፈታት ዝካየድ ዝነበረ እቶም ኣብቲ ከባቢ ዝነበርና እንዳ ስንቂ ሕክምና ሓለዋ ሶራን መጓዓዝያን ተኣኪብና ከዓ ሓንቲ ጉጅለ ባህልን ሓንቲ ጉጅለ ስፖርትን መስረትና። ምስታ ተወዳዳሪት ዝነበረት ጉጅለ ባህሊ ከዓ ኣነን ገነትን ነበርና ኣብቲ ቦታ ኣብ ስፖርት እንፈልጦ ክልቴና ዳርጋ ብማዕረ እንግደሰሉ ሓደ ተጋዳላይ ነበረ ኣባል ሓለዋ ሰውራ ኮይኑ ኣብ ምርጋፍ እኽሊ ይነጥፉ ንዝነበሩ ምሩኻት ወተሃደራት ኢትዮጵያ ካብ ዝሕሉ ሓደ እዩ ፍጹም ባርያ እዩ ዝበሃል። ኣዝዩ ጸሊምን ምጭውን እዩ። ተጻዋታይ ኩዕሶ እግሪ ናይቲ ከባቢና እዩ። ምስ ገነት ተተራኺብና ግድን ኢና ክንዝክሮ። ብዛዕባኡ ምዝራብ ባህ ይብለና ነበረ። ኪንኡ ግን ኣብቲ እዋንቲ ዝርድኣና ነገር ኣይነበረን። ፍጹም እውን ኣብ ስፖርት ክረኽበና ከሎ ብፍላይ ምስ ገነት ሕግብግብ እብል ነበረ። እንተኾነ ይደንጎናን ናብ ማእከላይ ጨንፈር ባህሊ ተሰሓብና። ኣነ ኣነን ገነትን እንዳ ስንቅብ ዝነበርናሉ ጉጅለ ባህሊ ተዋሳእቲ ኢና ዝነበርና። መብዛሕትኡ ግዜ ከኣ ኣሕዋት ኮይንና ንዋሳእ። ኣዴና ኮይና ትዋሳእ ዝነበረት ከኣ እታ ቀያሕን ጉልብትን ለተንጉስ ወልደማርያም እያ። ጸጉራ ሉስሉስን ጽዑቑን፣ ኣፍንጫኣ ጠፍናቕ፣ ኣብ መንጎ ክልተ ሸፋሽፍቲ ዓይና ጸላም ከባብ ውቃጦ ዝነበረታ ኮይና፣ ኩሕልቲ ዓይኒ ስለ ዝኾነት ኩሕለን ብዝብል ሳጓ ትፍለጥ ነበረት። ከም ልምዲ ንገጻ ብጸጉራ ክሳብ ሸፋሽፍታ ስለ እትሽፍኖ ከኣ እታ ገጻ መሊሳ እያ ትኸብብ። ኣዝያ ሰሓቒት እያ። ንገለና ፍሽኽ ዘየብለና ንዓኣ ክሳብ ትነብዕ እዩ ዘስሕቓ። በቲ ገዘፍቲ እዳዋ ናይ ጸወታ ኢላ ዝሃረመትካ ክሕመካ እዩ ዝውዕል። ከም ልምዲ እንዳሰሓቐት እያ ትድጉድጎካ። በዚ ምክንያት ናብ ጥቓ ይቀርብን ነበርኩ። ገነት ከኣ እሞ ብማዕዶ እያ ትበርር። ንዓ በዚ ሕለፍ ሩሙስ ድርዕ ንዕበ ዝኸፈል ሕልስቲ ጣዕ ድልድልቲ ጎበዝ እያ እቲ ምስተሃረምካ ትስንብዶ ከዓ ንዓኣ ኣዝዩ እዩ ዘስሕቓ ሓደ መዓልቲ እንተኾንክ ካባይ ርሒቅ ክትዛረብ ኣለኺ በለትኒ ዋ ኢለ ዘረባይ እንዳጀመርኩ ተነፍሒ ካልእ ተወሲኺ ክድርዓኒ ስለ ዝኾነት ኣስቀጥኩ ቀጽልባ ዋ ናትኪ ነገር ገርመኒ እዩ ኣረ ንምንታይ ኢኹም ትህራም ትፈትዊ በልኩዋ ካብ ኣርሒቐ ኣቐዲማ ኣብ ዝተወግኣቶ ሓንቲ እግራ ፋሉል ስለ ዝነበረት ካብኣ ተርሒቕካ ጎያ ይተርክበካን እያ ንዑ መቕረቢ ክነግረኪ ምስ በለትኒ እናተጣራጠርኩ ቐረብኳ። ዝገርመኪ ምትህርራም ኣብዚ ኮንኩን ጀሚረዮ እናበለትኒ ከላ ኢዳ ወስ ዘበለት መሲልኒ ስለ ዝሰንበትኩ ክርትም ኢላ ሰሓቐት። ዋላ ኣብ ዓዲ ከለኹ ኢላ ዘረባኣ ቀጸለት። ብፍላይ ጽብቕቲ ወይ ጽቡቕ ቆልዓ እንተርእየ ቅድም ደጋጊመ ስዕብ መብሎ። ደሓር ከኣ ጸፍዖ። ስለምንታይ ከምኡ ትገብር ከምኦም ከም ትገብር ምስ ሓተትክዋ ከኣ ካብ ኣመና ምፍታው ኮይኑ ስምዓኒ ኣዝየ ቆልዓ ዝፈቱ እቶም ኣሕዋት ውሕዳት ስለ ዝነበርና ከኣ ብዙሓት ቆልዐ ክወልድ ዝደሊ ነይረ በለትኒ ሕቶታት ምስ ኣብዛሕኩላ ኣዘንጊዓ እንዳሰሓቐት ደሰቐትኒ በቃ ከምኡ እዩ ባህራ። ብሓንሳብ ከኣ ካብ እንዳ ስንቂ ናብ ማእከላይ ጨንፈር ባህሊ ተሳሒብና ናብ ኣራግ ኣተና። ኣራግ ኣብ እግሪ ጎቦ ዓጋመት ንምዕራብ ዝርከብ ሩባ እዩ። ኣብ ሓምለ ሽሕን ትሽዓተ ሚእትን ሰማንያን ሓደን ናብቲ ቦታ ኣብ ዝመጻእናሉ እዋን ብዙሕ ኣግራብ ዝነበሮ ጣሻ ዓይነት እዩ ጸኒሑና። ማእቶት ቅድሚ ምጅማርና ከኣ እቶም ዝተሰሓብና እቶም ዝተሰሓብና ኣብ ኣርባዕተ ዓበይቲ መሳርዕ ተመቒልና ገዛውቲ ንሃንጽ ስለ ዝነበርና መሳርዕና ብስምቲ ናውቲ ማእቶት እየን ተጸዊዐን መስርዕ ኣፍራዛ መለኪኖ ማሳ ባዴላ ኣነ ገነትን ለተንጉስን እውን ኣብ በበይኑ መሳርዕ በጽሓና ምስ ገነት ግን ከም ኣመልና እንዳመኽነና ምርኻብ ኣይቋረጽናን እታ ከም ደቃ ትርእየና ለቶ ንጉስ እውን መዓልታዊ ደሃይና ትገብር ነበረት። ክዳውንትክ እንዶ ትሓጽቦ ኣለኽን ንማእቶት ቀልጢፍክ እንዶ ትብገሰ ኣለኽን ኩሉ ሓይሊ እዩ። ኣብ ዝተራኽብናሉ ተሓተና ንሕና ከኣ ዝገበርናዮን ዘይገበርናዮን እወ ንብላ። እቲ ምስራሕ ገዛውቲ ኣዝዩ ጽዑቕን ኣድካምን እዩ ዝነበረ ሙሉእ መዓልቲ ኣብ ማእቶት ውዒልና ምሸት ደኺምና ምስ ተመለስና ድሕሪ ድራር ዘዘናግዑና መስሓቓት ነበሩና ሓደ ካብኣቶም ንገነት ወዲ መስርዓ መድሃኔ ቀጢን ቀላይ እዩ። ኣዚና ንፈትዎም ካብ ዝነበርና ተጫረቕቲ ሓደ እዩ። ቀይሕ ቀጢንን ጎታንን እዩ። ሓደ መዓልቲ ናብ ማእቶት እናተበገስና መራሕ መስርዓ ንገነት ፀዊዑ ዝደቀሱ እንተልዮም ከነተስኦም ነገረና እሞ እናጎየና ኸድና። ኣብ መስርዖም ቀጢን ቀላይ ዝርከቦም ሰለስተ ሰባት ደቂሶም ፀንሑና። ምእንቲ ክንስሕቕ ከኣ ምትንሳእ ብእኡ ጀመርና። ድምጽና ዓው ኣቢልና ከኣ ብሓንሳብ ተስእ! ማእቶት ተበገስ! በልናዮ። ሰንቢዱን ሓሪቑን እሂ! በለና። ተበገስ! ንወፍረሉ ሰዓት ኣኺሉ። ጸር ጸር በለ። እንታይ ኣኻ ኮንካ? ክትሓስማ በለና እሞ ደጋጊሙ ከኣ እምባሃውቐ ምኽንያት መሕረቒ ኣይተረድኣናን መመሊሱ ኣኽ በለ ካብ ዝደቀሶ ከይተንስእ ተስእ ጥራይ ከምኡ ኢልካ ካብ ማእቶ ትተርፍ ከይመስለካ ክተርፍ ኢለ ኮንኩን ይኣኸ ኣንጸርጸረ እንታይ ደኣ እሞ እንተቐጢን በልናዮ ንሕና እውን ዓቕልና ወዲእና ኣኽ ካብ ጥዕምቲ ሕልሚ እኳ ክና ተሲእክናኒ እንታይ ሕልሙ ክንሰምዖ ተሃንጠና ዕላሉ ይምኖን እዩ ኣይነግረክን እዩ ኢልና ተበገሰ ለመናዮ ሕረ ግን ካብ ማእቶት ምስ ተመለስና ብጃኻ ሕጂ ንገረና ነቲ ዝተለኣኽናዮ ድሮ ረሲዕናያ ኢና በላ እዛ ዕላል ንዓኽን ጥራይ እያ ንኻልኦት ከይትነግራ ተመሊሱ ኮፍ በለ እሞ ነታ ዕላል ክንዲ ዝነግረና ስቕ ኢሉ ጠመተና ክሕርቐና ኢሉ እዩ ኣታ ቀጽል ሕሉስ በለቶ ገነት እምቢ ኢሉ እናተበገሰ። ኣርኪብና መለስናዮ። ሽዑ ዕላል ናይታ ሕልሚ ጀመረ። ምስ ሰለስተ ዕሩኽተይ ዲስኮ ንኣትበልክን ቀያይርና ኢና በስ ዘኒጥና። ሕጂ ብለክን ኣብቲ ዲስኮ ማራ ጥዕምቲ ደርፊ እያ ነይራ። ክሳብ ንርህጽ ሳዕስዕና ኮፍ ምስ በልናስ ቅድሚኡ ዘይረኣናየን ክልተ ዋልድ ልክዕ ኣብ ፊትና ኮፍ ኢለን ንርኢ። ሓንቲ ጽቡቅ ጌራ ኣይትረኣየንን እያ ከምዚ ጸልማት ኮይኑ እዩ ዝስምዓኒ ብሓይሊ እየ ዝርእያ እታ ሓንቲ ግን ብንጹር እያ ትረኣየኒ ነይራ መልክዓ ክጽብቕ ነዋሕ ከደረይቲ ጸጉራ ነዊሕ ተኾሓሒላ እያ ነዊሕ ታኮ ዘለዎ ጸሊም ሳእኒ ቀይሕ ሓጺር ክዳን ጸሊም ቦርሳ ጌራ ልክዕ ናባይ ትጥምት ኣነ ከዓ ምሻለክን ስቕ ኢለ ጥምታ ፀኒሓ ዓይና ፅቕጠኒ ክኸዳ ደሉ እሞ ኢና ዓዲኑ እግረ ይኣብየኒ እዚ ንኮይና ስለ ዝነበርና ማእቶት ፍፁም ተረሲዑ ብክንደይ ሓይሊ ሓፍ ኢለ ክሓታ እናኸድኩ ተሲእክናኒ ጸርጸር በላይ ካብዚ ዝኸፍእ እንታይ ኣሎ ነቲ ሕልምኻ ክትከልኣና ሕጂ ኺዳ ንስኽን ማእተትኩን ኣነ ክድቅስ እየ ነቲ ሕልሚ ክቕጽላ ኢሉና መሊሱ ደቀሰ ግን ኣይገደፍናዮን እናሰሓቕና ሒዝናዮ ናብ ማእቶት ከድና ነታ ኣይትንገርኣ ዝበለና ዕላሉ ከኣ ንእለቱ ናብ ኩሎም ፋሕ ኣበልናያ። ከምኡ እናበልና ኣብ ውሽጢ ሓሙሽተ ወርሒ ልዕሊ ዕስራ ዝኸውን ገዛውቲ ኣብ ትሕቲ መሬት ሃኒጽና ወዳእና። ቀጢን ቀላይ ንድሌታቱ እዩ ዝሓልሞ ዝነበረ። ተጋዳላይ እውን ከም መንእሰይ መጠን ኣብ ንእስነትካ ክሕለፉ ዝነበሮም ነገራት የድልይዎ ነይሮም እዮም። ድሌታቱ እውን ንስለ ናጽነት ከፊሉ እዩ። ማእቶት ድሕሪ ምውዳእና ኣብ መጀመርታ ታሕሳስ 1981 ሻድሻይ ወራር ይቀራረብ ስለ ዝነበረ ካብቶም ናብ ማእከላይ ጨንፈር ባህሊ ዝተሰሓብና ብዙሓት እንደገና ናብ ሓይልታት ተወዝዑ። ቀጢን ቀላይ እውን ምስኣቶም ተወዚዑስ ኣብ ሰሜናዊ ምብራቕ ሳሕል ኣብ ዝነበረ ውግእ ተሰውአ። ኣነ ገነትን ለተንጉስን ከዓ ሓደ ዓይነት ሞያ ስለ ዝነበረና ናብ ስነ ጽሑፍን ድራማን ተመዲብና ምስቶም ዝተረፉ ኣባላትና ንጥፈታትና ጀመርና። ኣይ ዶንጌር ብ ዓሰርተ ሓሙሽተ ለካቲት ሽሕን ትሽዓተ ሚእትን ሰማንያን ክልተን ሻድሻይ ወራር ጀመረ። እዚ ወራር እዚ ቅድሚኡ ካብ ዝነበረ ሓሙሽተ ወራራት ዝፈልዮ ሓያል ረቋሒታት ነበሮ። ሓደ ካብኡ ደርጊ ቅመማዊ ጋዛት ክጥቀም ምምዳቡ፣ ጽዑቕ ስነ ኣምራዊ ኲናት ምክያዱ፣ ሓደስቲ ጽዋር ኣንቴኖብ ደብደብቲ ነፈርቲ ምውሳኹን ካልእን እዩ። ኣብ ሜዳ ዝበዝሕ ንጥፈታትና ብለይቲ እዩ ዝካየድ ዝነበረ። ኣብ እዋን ሻድሻይ ወራር ግን ብለይቲ ዝስእላን ዝድብድባን ኣንቴኖቭ ነፈርቲ ስለ ዝተወሰኻ ንእንበልዓ መግቢ እኳ ምድላው ከልኣና። ኣብቲ ግዜ እቲ ፍጹም ባርያ ኣብ ሓሊበት ድሕሪ ምፍልላይና ሓንቲ ደብዳቤ ንክልተና ሰደደልና። ሰውራዊ ሰላምታ ቀዲሙ ኣብ ኩሉ መዳያት ክንነፍዕ ከም ዘለና ተላበወና። ንሕና እውን ነታ ደብዳበ ምስ ዘምጽኣልና ሰብ መልሲ ሰደድናሉ። ብድሕሪኡ ግን ደሃይ ኣይገበረን። ንሕና እውን ከምኡ። ድሕሪ ገለ ኣዋርሕ ምስ ኩነታት ሻድሻይ ወራር ዝዝደልደሉ ኣባላትና ናብ ድፋዕ ከተቱ። ባህላዊ ንጥፈታት ከኣ ፈጺሙ ተቋረጸ። ኩነታት ሻድሻይ ወራር ህድእ ምስ በለ ግን ካብቶም ዝኸተቱ ኣባላትና ገሊኦም ስለ ዝተመልሱ እንደገና ባህላዊ ንጥፈታት ጀመርና። ኣብቲ ግዜ እቲ ብዙሓት ሓደስቲ ተዓለምቲ ናብ ሜዳ ይወርዱ ስለ ዝነበሩን ጎስጓስ ስለ ዘድልዮምን ንዕኦም ዝኸውን ድራማን ሙዚቃን ኣዳሊና ንኸነርእዮም ናብ ሓስታ ኸድና። ሰለስተ ለይቲ ድሙቕ ምርኢታት ድሕሪ ምቕራብና ከኣ ናብ ቦታና ንምምላስ ጉዕዞ ብለይቲ ጀመርና። ንድምቕቲ ወርሒ ኣዝየ እየ ዝግደሰላ፣ ካብ ቀደመይ ግን ኣይኮንኩን። እታ ካብ ሓስታ ናብ ኣራግ እንምለሰላ ዝነበርና ለይቲ፣ ወርሒ ብምልእታ ወጺኣ መሬት ኳዕ ኢሉ ነበረ። እታ ሓንቲ ኤነትረ ዓባይ ማኪና ፍርቃ መሳርሒ ንብረትና ተጻዒና ፍርቃ ከኣ እተን ደቂ ኣንስትዮ ተጸቓቒጥና ኢና ንጓዓዘላ ዝነበርና። እታ ካልኣይቲ ኤነትረ ከኣ ናውቲ መድረኽን ደቂ ተባዕትዮን ተጻዒኖማ። በቲ ተኸታታሊ ምርኢት እምብዛ ደኺምና ስለ ዝነበርናን መሳፍሒ ቦታ ስለ ዘይነበረናን ተኾርሚና ኮፍ ኣብ ዝበልናዮ ደቀስና። ገነት ብባህራ ብዙሕ ደቃሲት ኣይነበረትን። ኣነ ግን ፈታዊት ድቃስ እየ። በዚ ንሰማማዕ ኒና። ንኸዕልላ ኢላ ብዙሕ ግዜ ካብ ጥዑም ድቃሰይ ተተስኣኒ ነበረት። ካብ ሓስታ ናብ ኣራ ክንምለስ ከለና ግን ኣቐዲመ ስለ ዘጠንቀቕኩዋ ኣይነቕነቐትንን። እቲ ጉዕዞ ኣዝዩ ነዊሕ እዩ። ከምታ ዝበልኩዋ ከኣ ዓንበርበብ ክሳብ ንበጽሕ ኣየተስኣትንን። ኣብኡ ግን ከምቲ ኣመላ ነቕነቐትኒ። ዓንበርበብ ንሓልፋ ኣለና። በለትኒ ድምጻ ኣትሒታ። ድቃሰይ ክቕጽል እደሊ ስለ ዝነበርኩ ጽቀጥኩ። ቁሩብ ምስ ከድና ግን ፍጹም ኣብ ዓንበርበብ ከም ዘሎ ምስምዓ ነገረትኒ። ጉዳይ ፍጹም ስለ ዝተላዕለ ግድን ክሰምዓ ነበረኒ። ቀልጢፈ ተሲኤ ኸኣ ንዕላል ተዳለኹ። ሓደ መዓልቲ ኣብ ሓሊበት ከለና እዩ ስፖርት ክንጻወት ጸኒሕና ገነት ናብዚ ከይደ ከይበለትኒ ንገለ ሰዓታት ሽርብ በለት። ተሻቒለ ምስ ሓተትኩላ ከኣ ምስ በዓል ፍጹም ከም ዝኸደት ነገሩኒ። ንኽጽበያ ኣብቲ ቦታ በይነይ ተረፍኩ። ካብዞም ነዊሕ ክጽበዩ ዘይክእሉ ሰባት እኳ እተኾንኩ፣ ንገነት ግን ተጸብየያ። እናጎየየት ከኣ መጸት። ስለምንታይ ከይነገርክኒ ኬድኪ? በልኩዋ። ቀልጢፈ ክምለስ ኢለ እየ ዘይሓሰብክዎ ግን ደንጉየ። ቦቦታና ክንበጽሕ ተሃዊኽና ስለ ዝነበርና ከኣ ብዛዕባ መደንጎያ ኣዕለለትንን። ካልእ መዓልቲ ግን ብዛዕባ እቲ ዘይሓሰብኩዮ ደንጉየ ዝበልክኒ እኮ የዕለልክኒ ይብላ ነይረ እየን። ብገለ ምክንያት ከኣ ከይነገረትኒ ትሓልፍ። ሽዑ ፍጹም ዓንበርበብ ኣሎ ምስ በለትኒ ዘከርኩዋ እሞ ነታ ነዊሕ ዝተጸበኾ ዋዕላል ክትነግረኒ ተሃንጠኹ። በታ ድምቕቲ ወርሒ ብንጹር ገጽና ንረኣኣ ነበርና። እታ ዕላል ተጀሚራ ቁሩብ ምስ ተጓዓዝና ብድሆ ማይ ሃሪሞ ፈሪሱ ዓብ ደንጎላ ኣብ ማእከልቲ መንገዲ ወዲቑ ስለ ዘሎ ንመለስ ዝብል ድምጺ ቅድሜና ካብ ዝነበረት ኤነትረ ሰሚዕና ኣቋረጽናያ። እቲ ኣዝዩ ጸዳፍ ጎቦ ብክንደይ ጻዕሪ እዩ ጽርግያ ተሰሪሕዎ ማይ ምስ ዝሃርም ከኣ ዘየሕልፈሉ ኩነታት ይፍጠር ነበረ እዚ ኩሉ መንገዲ ክንጓዓዝ ሓዲርና ቦታና ምስ ቀረብናስ ሕጂ ናብ ዓንበርበብ ኢለ ኣማረርኩ እንታይ ምዃና ዓንበርበብ ትብርሃኒ ቦታ ኣይነበረትን። ገነት እውን ንፍጹም ደኣ ንረኽቦ እምበር ንድሕሪት ምምላሲ ኣይጥዑምን እዩ በለት። ድሮ መካይን ኣንፈተን ቀይረን ይምለሳ ነበራ። እተን ደቂሰን ዝጸንሓ ኣባላትና ተባራቢረን ጨቕጫቕ ክብላ ጀመረ። ሽዑ እውን እታ ክሰምዓ ዝተሃንጠኹ ዕላል ሓሊበት ተቋረጸት። ሓረቕኩውን ይኹን እምበር ሓንሳብ ስለ ዘንቀልኩ ዋላ ምስቲ ዝነበረ ጫውጫው መቓሙጠይ ኣጣጢሐ ህም ቀጽሊ በሊ በልኩዋ ሕጂ ደኣ ምስዚ ኩሉ ኣብ ድምፂ ከመይ ጌርና ክንሰማማዕ ጽባሕ ንዕልል እምበር በለትኒ ዕትብ ኢላ በለትኒ ዕትብ ኢላ ኣነ እውን ዘይከውን ይሓትት ከም ዝነበርኩ ተረዲእኒ ኣፅቀጥኩ ክልተ ቆጸራ ሒዝና ከኣ ናብ ዓንበርበብ ተመለስና። ምቕጻል ዕላልን ንፍጹም ምርካብን። ዓንበርበብ ምስ ተመለስና ክቱር ድኻም እኳ እንተነበረና ጎድኒ ጎድኒ ምእላያዊ መዳቕሶና ኣብ መት መግቢ ንምግባር ፋሕ በልና። ኣብ ሜዳ ዋሕዲ መግቢ ንቡር ስለ ዝኾነ ኣብ ሰለስተ ጉጅለታት ተመቒልና ናብተን ዝቕበላና ኣሃዱታት ሕክምና፣ መጓዓዝያን ዜናን ተመራሕና። ጉጅለና ናብ እንዳ ዜና በጽሓ። ዘይንፈላለ መዳቕስቲ ስለ ዝኾንና ከኣ ገነትን ለተ ንጉስን ምሳይ ነበራ። ካብቲ ዝነበርናዮ ጽርግያ ሩባ ሩባ ኣቢልና ናብ ላዕሊ ብምድያብ ኣብ ዝተመደበልና ቦታ በጻሕና። ኣብታ ዝሃቡና ንእሽተይ ቴንዳ ከኣ ተጻፋጺፍና ደቀስና። ኣነን ገነትን ሕቱኽቱኽ እናበልና ንለተንጉስ ድቃስ ስለ ንኸልኣ ኩሉ ግዜ ኣብ መንጎና እያ ትድቅስ። ኣብ ዓምበርበብ ግን ብድኻም ተሰኒፍና ብደውና ተኸታኺስና ስለ ዝነበርና ኣነ እየ መንጎ ክልቲኤን ደቂሰ ዝነበርኩ። ካልእ መዓልቲ ገነት እያ ቀልጢፋ ትበራበር። ሸዓ ንግሆ ግን ዘይኣመለይ ቀዲመ እየ እንተሳእኩ። ገነት ከኣ ዋላ ተነቕነቕክዋ ምትሳእ ኣብያትኒ ኣተስእባ እንታይ ድኺ ዝበልክኒ ትማል ግደፍኒ በጃኺ ከቢድኒ ኣሎ ኢላትኒ ደቀሰት ቁሩብ ጸኒሐ ደጊመ ተሳእክዋ ግደፍኒ እንዶ በለትኒ ተገንጭራ ኮርና ኢለ ርእሳ ሸፊናትሉ ዝነበር ዝነበረት ነጸላ ቀንጠጥክዎ ለተንጉስ ክሰምዓና ጸኒሓ ወይ ደቅሲ ወይ ኪዲ ኢላ ደሰቐትኒ እሞ ሃዲመ ኸድኩ። እንደገና ተመሊሰ ለተንጉስ ንኸይትሰምዓኒ ቀስ ኢለ ተመጢጠ ገነት ተኸዲናቶ ንዝነበረት ነጸላ ሰሓብኩዋ። ጽንሒ ይተስእ እሞ ከጥፍኣኪ እየ ፈከረትለይ። ሕጅስ ክትንስኣ ኢለ ኣብ ቅድሚ እታ ቴንዳ ኮይነ እጽበያ ነበርኩ። ምስ ደንጎየትኒ ተመሊሰ ተረኣኹዋ ግን ኩሉ ነብሳ ተሸፊና ደቂሳ ጸንሓትኒ። ዝገበርኩ እተገበርኩ ምትሳእ ኣበየትኒ። ናብ ዝኾነ ቦታ ብሓንሳብ ስለ ንኸይድ በይነይ ምኻድ ኣጽሊኡኒ ክገድፎ ሓሰብኩ። እቲ ሩባ ጽዑቕ ኣግራብ ስለ ዝነበሮ ዝተፈላለየ ምኡዝ ድምፂ ጨራሩ እሰምዕ ነበርኩ። ግን ከምቲ ቅድሚኡ ዝፈትዎን ዘድንቖን ዝነበርኩ እቲ ድምፀን ባህታ ኣይፈጠረለይን። ስቕ ኢሉ ዓቕለይ ጸበኒ ነበረ። ብርቱዕ ፀሓይ ከሎ ከቢድ ደበና ኣብ ልዕለይ ዝተጻዕነ ኮይኑ ተሰማዕኒ። ክብድብድ በለኒ እሞ ነዊሕ ከይጸናሕኩ ናብታ ቴንዳ ተመለስኩ። እታ ደቂሰላ ዝነበርኩ ቦታ ኣብ መንጎ ገነትን ለቶ ንጉስን ሓደ ካብ ኣባላትና ደቂሰዋ ጸንሓኒ እሞ ካልእ መደቀሲ ከናዲ ቁሊሕ ምሊሕ በልኩ። ብሓደ ጸግዒ ጥቓ ሓደ ኣባልና ንእሽተይ ቦታ ስለ ዝረኸብኩ ተቐርቂረ ጎቦ ኾንኩ። ቅድሚ ምድቃሰይ፣ ኣብቲ ኣፍደገ ናይታ ቴንዳ ገሊኦም ኣባላትና ክራር ይሃርሙ፣ ገለ ዕጥቂ ይሰፍዩ፣ ገሊኦም ከኣ ካብ ካልእ ኣሃዱታት ክርእይዎም ምስ ዝመጹ ተጋደልቲ የዕልሉን ይስሕቁን ነበሩ። ክራር እንዳሰማዕኩ ከኣ ድቃስ ወሰደኒ። ድቃሰይ ከቢድ ስለ ዝኾነ ኣይሰምዕን እየ። ድሕሪ ቁሩብ ግን ብኣዝዩ ከቢድ ድምጺ ተበራበርኩ። ብድድ ኢለ ኮፍ በልኩ። የማነ ጸጋመይ እንተ ረኣኹ፣ እታ ቅድሚ ቁሩብ ዝደቀሱ፣ ዝስሕቁ፣ ዘዕልሉ፣ ክራር ዝሃርሙ ዝነበርዋ ቴንዳ ኣሰራ ኣይነበራን። በብንእሽተይ እያ ተማታቲራ። ኣቶም ኣብ ውሽጢ ኣዕሪፍና ዝነበርና ከኣ ብሓመድ ተደፊንና። ብርቱዕ ቃንዛ፣ ከም ማይ ዝዛርደ፣ ብበጠበጥ ዝንቀሳቐሱ ኣባላትና ርኢ ነበርኩ። እቲ ዝሪኦ ዝነበርኩ ፍጻመ ግን ቀልጢፉ ክርድኣኒ ኣይከኣለን። ኣብ ውሽጥና ብገለ ምኽንያት ቡምባ ዝተፈጀረ እዩ መሲልኒ ዝነበረ። ሓደ ካብ ኣባላትና ሳልሕ ዓሊ ሳልሖ ብኢደይ እንዳሰሓበ ካብቲ ቦታ ይኣልየኒ ነበረ። ጸኒሐ ከኣ ድምፂ ነፋሪት ሰማዕኩሞ ናበይ ይወስደኒ ከም ዝነበረ ተረዳእኩ። ገና እቲ ዝንቢ ስለ ዝነበረት ከይትደግም እዩ ነቶም ዝተረፍና ዝኣልየና ዝነበረ። ኣጥቢቓ እውን ካልኣይ ቡምባ ደርበየት። ዒላማ ስለ ዘይወቕዐት ግን ዝተሃርመ ሰብ ኣይነበረን። እቶም ኣቐዲሞም ዝተሃርሙ ግን ዘየቋርጥ ደም ዝውሕዞም፣ ኢዶም ወይ እግሮም ጠልጠል ዝብል ኮታስ ንምርኣይ ዘስካሕክሕ መውጋእቲ ነበሮም። ንእትፈልጦ ሰብ ክትርኢ ካብ ካልእ ኣሃዱ ናብታ ቴንዳ ዝመጸት ሓንቲ ቀያሕ ድልድልቲ ተጋዳሊት እሞ ዝተረፈ ኣይነበራን። እቶም ዘይተሃረምና ነቶም ህስያት ክንሕግዝ ላዕልን ታሕትን እናበልና ብዙሓት ተጋደልቲ ክረድኡና ኣብ ዝተፈላለየ ቦታት መጹ እሞ ነቶም ውግኣት ነጸላ እናቐደዱ ኣብ ምጅናን ሓገዙና። ቁሩብ ትንፋስ ምስ ረኸብና ንኹሎም ኣባላት ጉጅለና ብዓይነይ ኮለልክዎም። እተን ክልተ መዳቕስተይ ኣይነበራን። ክኣምን ኣይከኣልኩን። እንደገና በብሓደ ዝተወግኡን ዘይተወግኡን ቀስ ኢለ ረኣኹዎ። ከም ዘየለዋ ኣረጋገጽኩ። ጎየ ናብታ ዝነበርናያ ቴንዳ ገጸይ ተመለስኩ። ሳልሖ ኣርኪባ ሓዘኒ። ኩሉ ነገር ኣይርዳእንን እዩ ዝነበረ። እንታይ ከም ዝሓስብ ጠፍኣኒ። እሞ ከዓ ክልቲኤን ምሓሳብ ኣበለዋ በዓል ገነት በልኮ። ኣይመለሰለይን። ተንጺገዮ ናብታትየ እንዳኸድኩ ክልቲኤን ኣብታ ዝነበርኣ ደቂሰን ጸንሓኒ። ከተስእም ፈተንኩ። ሳልሖ ደድሕረይ መጺኡ ይዛረበኒ ነበረ። እንታይ ይብለኒ ከም ዝነበረ ግን ሰምዖ ኣይነበርኩን። ገላቢጠ ማህረምተን ረኣኹ። ለቶ ንጉስ ኣብ ርእሳ ከቢድ ማህረምቲ ስለ ዝነበራ ከም ዘይትድሕን ኣረጋገጽኩ። ገነት ግን ዝረአ ማህረምቲ ሰኣንኩላ። ደጊፈ ሓፍ ከብላ ፈተንኩ። ደው ክትብለለይ ተመነኹ ግን ዘልሓጥ በለት። ብዋሕዳ ኣየር ሃለዋት ኣጥፊኣ ትኸውን ኢለ ተሰኪመ ናብ ደገ ብምውፃእ ንፋስ ክህባ ፈተንኩ። ምስቲ ኩሉ ዝገብሮ ምንቅስቓስ ከዓ ብዘይ ምቁራፅ ገነት እናበልኩ ፅውዕ ነበርኩ። እንደገና ገለ ኣካላታ ጎሰስ እንዳበለ ተሰኪመ ካብቲ ዝነበረቶ ቴንዳ ውፅኤ ንሩባ ገፀይ እናወሰድኩዋ ከለኹ ሳልሖ ጎይ መፂኡ ካብ ዝባነይ ኣውሪዱ ናብቲ ዝነበረቶ መለሳ እሞ ብኢደይ ሒዙ ሕንቕንቕ እንዳበለ ከም ዝተሰውአት ነገረኒ። ክሳብ ሽዑ ዘላ እዩ ዝመስለኒ ዝነበረ። ምስ ነገረኒ ግን ካብ ዓቕመይ ንላዕሊ ኮይኑኒ ርኽሙሽ ኢለ ኮፍ በልኩ። እሱ ከጸናንዕኒ ብዙሕ ተዛረበ። ኣነ ግን ዘለኒ ሓይሊ ኣኻኺበ ከይተሃርመት ከመይ ኢላ ትስዋእ በልኩ። ጸኒሑ መውጋእታ ምስ ኣርኣየኒ ግን ኣነ ዘየስተውዓልኩ እምበር ኣብ ከባቢ ልባ ብዙሕ ደቀቕቲ ስኩጆ ነበረ። ሽዑ ተስፋ ቆሪፀ ኩሉ ሓይለይ ጠሊሙኒ መላእ ነብሰይ ኣንፈጥፈጠ ሳልሖ ካብቲ ከባቢ ክኣልየኒ ፈተነ ኮፍ ካብ ዝበልክዎ ግን ምፍሳስ ዖንኩ ብሓይሊ ሓፍ ኣቢሉ እግሪ ትጎቦ ወሰደኒ ኣብኡ ከም ዓንዲ ጨው ደሪቐ ኩሉ ነብሰይ ነቒጹ ክነብዕ እውን ኣይከኣልኩም ክልቲኤን መቑርሰይ ብድቁሳተን ንዘለኣለም ደቂሰን ዋላ ሽዑ እውን እንተኾነ ይኣምን ኣይነበርኩን ብድሕሪኡ ካብቶም ክረድኡና ዝመጹ ኣብ ፊተይ ዝነበሩ ብዙሓት ተጋደልቲ ሓደ ናባይ ገጹ ክመጽእ ረኣኹዎ። ኩሉ ነገር ጸልሚትኒ ብምንባሩን ናብ ዝነበርኩዎ ቦታ ክሳብ ዝበጽሕ ኣየለለኹዎን። ንሱ እውን ኣብ ልዕሊ እቲ ጽልሙ ጸለሎ ተኸዲኑ ተኸዲኑ ነበረ። ኣብ ዓንበርበብ ከም ዝነበርና እውን ከይፈለጠ ከም ሰቡ ክረድእ ኢሉ ምስ መጸ እዩ መስዋእቲ ገነት ተነጊሩ። ከይተዛረበ ኣብ ጎድነይ ከፍ ኢሉ ከኣ ደኒኑ ነብዐ። ንኹሉ ውሽጢ ገይሩ ግን ከይተዛረበ ደኒኑ ነብዐ። ንኹሉ ውሽጢ ገይሩ ግን መዘናግዒ ቃላት ተዛሪቡኒ ናብ ቦትኡ ተመልሰ ፍጹም እቶም ኣብ ካልእ ቦታ ዝነበሩ ኣባላትና እውን ነቲ ዘጋጠመና ሓደጋ ሰሚዖም እናጎየዩ ይመፁና ነቶም ውግኣት ከዓ ተቃላጢፎም ናብ ሕክምና ኣብፅሕዎም ኣብ ጥቃ ሕክምና ስለ ዝነበርናን ሓካይም ናይ ሜዳ ከዓ ተኣምረኛታት ስለ ዝነበሩን እቶም ህስያት ቀልጢፎም ረድኤት ረኸቡ ብምልኦም ከዓ ደሓኑ ንምሸቱ ሕማቕ እንዳተሰማዓና ናብ ኣራግ ተበገስና። ኣነ ከኣ እሞ ካብ ክልቲኤን በይነይ ምትራፈይ ነብሰይ ጸላእኩ። መስዋእቲ ከም ዘሎ እንዳፈለጥካ ክንስኻ ምቕባሉ ትስእነሉ ኣጋጣሚታት ግን ነይሩ እዩ። ናብ ቦታና ድሕሪ ምምላስና ንሳልስቲ ዝኣክል ኣሽምባይ መግቢ ማይ እኳ ክሰቲ ይከኣልኩን ምስ ሰብ ኮፍ ምባል ጸላእኩ። ኣብ መንጎ ብዙሓት ከለኹ ጸመወኒ ብፍላይ ገነት ኩርዓን ሰሓቓ እንዳተመላለሰ ድቃስ ከልኣኒ ነታ ኣብ ድምቕቲ ወርሒ ጀመርናያ እሞ ዝተኾልፈት ዕላልና ከምዚ ክትብለኒ እያ ሓሲባ ትኸውን እንዳበልኩ በይነ ይቕጽላ ሓልዮት ናይታ ብዙሓት ቆልዑ ክትወልድ እትምነ ዝነበረት ብባህሪ ኣደ ዝኾነት ለቶ ንጉስ ናፈቕኩዎ ሽዑ በይናይ ናብ ጽምዋ ቦታ ከይደ ብብኽያት ተሃን የውፅየ ምለስ ነበርኩ ነዚ ዘስተውዓሉ ኣባላትና ነቲ ዝነበርኩዎ ኩነታት ተረዲኦም ኣጸናንዑንን ሓብሓቡንን። ቀስ ብቐስ ከኣ ብዘይ ክልቲኤን ምንባር ተለማመድኩዎ። ኩሉ ግዜ ድምቕቲ ወርሒ ክርኢ ከለኹ ገጽ ናይታ ናይ መወዳእታ ኣብ ማኪና ትዕልለኒ ዝነበረት ገነት ይቕጀለኒ። ዓወት ንሓፋሽ!